ሰላም ኣሕዋት ኣብ ናይ ለማዓንቲ ቪድዮና ኣብዚ ማሕበራዊ ሚድያ ሓደሽቲ ዘለዉ ነገራት ብሓደ ኮይና ክንርኢ ኢና ካብኣቶም ሓደ ድማ። ካብቲ እትሰርሐሉ ህንጻ እዮም ፖላይስ መጺኦም ወሲዶማ። ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ረማይ ናትኩም ተመሊሰ መጽ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን ሰይ ሰኣን ብምቕፃልና ናይ ልምዓት ፊልና ከም ዝተለመደ ክንስሐ ክንጫወት ክንዘናጋዕ ክንምሃር ኣብዚ ማሕበራ ሚድያ ሓደሽ ዘለዉ ነገራት ብሓደ ኮይና ክንርኢ ኣብ ቦታና ተረኺና መፂና ኣለና ቅድሚ ናብ ቪድዮና ምታይና ግን ንሻነ እዚ ሓደሽ ዲኹም ንምንታይ ንምንታይ ሓደሽ ይኹኑ ተሰብስክራይብ ትብል ምልክት ጣዕ ብልኩም ፅቐጥዋ እዛ ቪድዮ እውን ላይክ ምጋር ይትረስዑ እዚ ናብ ቪድዮና ከተወክም እየ ክሳብ መወዳእታ ቪድዮና ምሳኹም ተከታተሉ ብክብሪ ዝሓትት ሰናይ ፃንሒት እሺ ኣሕዋት እስቲ ቪድዮና መጀመሪ ኮና ብዚኣ ንጀምር። ኣብ ክልተ ሽሕ ዓሰርተ ሸሞንተ እዩ ደቂ ተባዕትዮ ብዳምባ እናለእልሽወን ዓይነታት ኣጓላት ቀዳማይ መልክዓ ሞናሊዛ ፀባያ እናስርሓ ማርትሬዛ ካልኣይ ዓይና ኩሕለ ክሳዳ ብርለ መቀመጫኣ ፋዞ ልበለ ሳልሳይ ኣርባዕተ ሚእቲ ካሬ ዝወነት ኣፀጋዕ ቢላ ድማ እና እግሪ ቪኤይቲ ራብዓይ ደሞዛ ብዶላር ናብ ደገ ድማ ለይትብል ጃርጃር ሓምሻይ ብሃይማኖታ ጠንካራ ኣብዚሓ ኣብ ደገ ለይትሰቲ ቢራ እንተሃሊኪ ከምዚ ዓይነት ባህሪ እምበይ ተዋፅሪቲ ብኢንቦክስ ኣዋግዕኒ
ኣሕዋት ዝሓውና ንባዕሉ እንጀራ ኢለ ሞጃቹ ለይተረደአና ወይ ንዓና ክሕብረና መሲልና እምበይ ጀለስ
እንታይ እዩ መሲጥኪ እሱኸ እቲ ዝመሰጠኪኸ ናይ ብሓቂ ኣሎዶ ማለት ጸኒሒኪዶ እቲ ዝመሰጠክስ ጸኒሒኩ ዶ? እዋ ጽቡቅ ትሕቶ እያ እንታይ መሲጥኒ ሓደ ኣተሓሳስባኻ ከምቶም መዛኖኻስ ኣይኮንካን ትሓስብ ካብ ቀደም ማለት እዩ ምናልባት እቲ ድመጽኻዮ ክኸውን ይኽእል ዮር ቬሪ ስማርት ኣብ ቅድሜኻ ደኣ ኮይኑ እምበር ካልእ ኣስናንካ ከም ኣይለንካ ኣለዋ ምስ ፍሽኽ ፍሽኽ ዲያቱ ነርካ ብዙሕ ወላ እንታይ ኣይደሎ ከም ኣይለንካ እባካ ኣይል ኤኒዌይስ ግን ከም ሰብስ ኮምፓቲብል ዝገበረና ኢለ ዶ ሓሳብ ኣባካ ድፈተኽዎ ዳሕራይ እውን ሓቂ ኮይኑ ዝፀንሓኒ ማለት እዩ

ክትገጣጠም ክትከውን ኣለካ ኢለ ድብል ነይረ ኣምላክ ይመስገን ከኣ ዋን ሃንድረድ ፐርሰንት ከምኡ ኮንካ ጸኒሕካ ማለት እዩ። ጽቡቅ እዩ ጽቡቅ እዩ ብጣዕሚ ተገጣጢምና እዮም ዝብሉ ዘለዉ እስቲ ኣቱም ዘይተገጣጠምኩም ክሳብ ሕዚ ከምዚ ገይሩ ዘገጣጥመኩም ኣካል ያውኹም ፈጣሪ ንቐጽል ሸውዓተ ሰብ ዝድማ ታይሎና ኣለዎ ነዚ ድዩ ነይሩ ካልእ ደርፊ ክደግም ዘበልክና እሺ እንትርፎ ድምጽን ጉያን ካልእ ኣይሰማዕኩን ኣነ
ካልእ ሞ ክደግም

ብዝኾነ ደሓን እቲ ምምጻኺ ደሐጉስ እንድዩ እቲ ትሕዝቶ ግን እኹል ኣይኮነን እይታ እወሲ እቲ ርእይቶ
ኣሚረ እዚ ሽኮሪና መቸም ደጋጊምኪ ኢኺ ደሪፍክሉ ሓቀይ ድየ? እወ ቐዳማይ ሽኮሪና ኣጸሊሉኪ ኣጉይኪ ከምኡ እዩ ዝርዳኣኒ ዘሎ እቲ ደርፊ ኣብ ግጥሚ ብጣዕሚ ዝወጾ የብሉን ከምቲ ኣነ ዝሰማዕክዎ ማለት እዩ ግን ልምምድ ልምምድ እምበር እቲ መጽናዕቲ እቲ ድሌትኪ ሪኤዮ ኣለኹ ግን ውድድር እዩ እዚ ናይ ብሓቂ። እሺ ኣሕዋት እዚ ቪድዮ ምስ ሰማዕኩሞ እዩ ማለት እዛ ሓፍትናሲ እዛ ሓደ ወዲ ሽኮሪናሲ ኣበይዋ። ኣቢባ ምሳኣ ምዃን ገለ ኣቢባ እያ ሕዚ ኣብ ውድድር መፅያ ትደርፈሉ ገለ መለ ዝሓፍተይ ብዘካይዳ ከዝሲ ምባይ ጥራሕ ኣይኮነን ካልእ ነገር እውን ከይገብር ዕልዋ መንግስቲ ኣብ ሃገረ ኔፓል ከም ዝተኻየደ መቸም ፈሊጥኩም ኣለኹም እዚ ትሪእዎ ዘለኹም እንግሊዛዊ ዩቱበር ዝገበሮ ኣብዚ ሕጂ ግዜ ኣዛራቢ ኮይኑ እዩ ቀንዩ መጀመርያ ንሱ በጻሓይ ኮይኑ ካብ ዓዲ እንግሊዝ ናብ ዝተፈላለየ ሃገራት እናኸደ ኣብኡ ዘጋጠመ ወይ ድማ ዝረኣዮ ጽቡቕ ቦታታት እዩ ብመገዲ ቻነሉ ዝዝርግሕ ኔሩ ቻነሉ ከባቢ ሰላሳ ሽሕ ኣርብዓ ሽሕ ሳብስክራይብ እዮም ኔሮማ ናብ ኔፓል ክኣቱ እንከሎ ማለት እዩ ኣብ ኔፓል እትው ምስ በለ ግን ንጽባሒቱ ክዛወር ኢሉ ኣብ ዝወጸ ሃንደበት ዕልዋ መንግስቲ ኮይኑ ዕግርግር ተጀሚሩ ከምዚ እትርእይዎ ዘለኹም ብዙሓት መንእሰያት ከቃጽሉ ከንድዱ ጀሚሮም ማለት እዩ እዚ በጻሒ ግን ኣይሓምቕን ማለት ከም ካልኦት በጻሕቲ ክሃድም ካብታ ሃገር ክወጽእ ናብ ኣየርፖርት ክኸይድ ገለ ዝኾነ ኢኻ ትጽበ ምክንያቱ ኣብ ዘይፈልጦ ሃገር ኣብ ዘይፈልጦም እህዛብ እዩ ዘሎ ማለት እዩ እሱ ግን ምሶኦም እንዳጎየ ምሶኦም እንዳሃደመ ነቲ ዝነበረ ኩነታት ብሙሉኡ ከምዘለዎ ቀሪጹ ናብ ዩቱብ ስለዝዘርግሖ እታ ቪድዮ ረእይዋ ኣብ ውሽጢ ሓሙሽተ መዓልቲ ልዕሊ ዕስራ ሚልዮን ሰባት ሪኦማ ዩቱብ ቻነሉ ከኣ ካብ ዕስራ ሽሕ ሰላሳ ሽሕ ሳብስክራይብ ሓሊፋ ናብ ከባቢ ፍርቂ ሚልዮን በጺሓ ማለት እዩ እቲ ዝገበሮ ነገር ከኣ ኣዛራቢ ኮይኑ በጻሓይ ኮይኑ ከይዱስ ከም ሪፖርተር ተቐይሩ፣ ጋዜጠኛ ኮይኑ ተቐይሩ እናበሉ ብዙሓት መስሓቕ ኮመንት እውን ክጽሕፉሉ ቀንዮም ማለት እዩ። ኣብ ዝሓለፈ ሰሙን ብዛዕባ እቲ ዘጋጠመ ዕልዋ መንግስቲ እኳ ብዙሕ እንተተጽሓፈ ሸር ተተባህለ ነቲ ዝነበረ ዕልዋ ግን ከም ቀዳማይ ኣዛራቢ ኮይኑ ነቲ ርእስቲ ዝበዝሐ እዚ እትርእይዎ ዘለኹም ካብ ዓዲ እንግሊዝ ዝኸደ በጻሒ እዩ ንብምሉኡ እቲ ኣርእስቲ ወሲድዎ ማለት እዩ። ብተወሳኺ እቶም ዩቱብኩም ክተዕብዩ ትደልዩ ሰባት መን ኣላ ኣብዚ ቀረባ ግዜ ትግምትዋ ዕልዋ መንግስቲ ክግበረላ እዩ ትብሉ ኣብቲ ሃገር ከይድኩም ጽንሑ እሞ ሽዑ ኣባ እዚ ጉዳይ ምስማዕኩሞ ኢኹም ነሽነሽ ዝብለና ኣሎ እዚ ሓውና ም ረኹሞ ስኡ ኢሉ ብሎግ ክሰርሕ ኢሉ ከይዱ ሲ ኣጋጣሚ ዕልዋ መንግስቲ ተኻይዱ ገለመለ ካብ ሓምሳ ሽሕ ሰብስክራይበር ናብ ሓሙሽተ ሚእቲ ሽሕ ደዩ ማለት ፈጣሪ ሲ ክትዓቢ ኢኻ ተኢልካስ ኣይተርፍን ዋላ ብጽቡቕ ይኹን ብሕማቕ ነገር ዋላስ ጽቡቅ ካኾነ ኸእል ማለት እዩ ዚ ኣሕዋት ካባኹም ምን ነገር የደልን ኣነ ቻለና ዓሰርተ ትሽሓት ኣላ ኣብዛ ቀረባ ግዜ ከምዛ ዘበላ ነሽነሽ ዕማምን ክስካየደላ ዝኽእል ዓዲ ኢልኩም ተሓስቧ ተሃልያ ከመ ንገርኒ ብፍላይ ድማ ብውሽጢ ብኮመንት ኮይኑ ናብ ፐብሊክ እዩ ፕራይቬት ብውሽጢ ብኢንስታግራም ገለ ንገርኒ ክኸድ እሺ ኣሕዋት ካብ ምቕፃል ንሪኣ ቪድዮ ማለት እዩ ፅምዶ ጉዳይ ፅምዶ ሲ ኣዮ ፅሑ ዝበልኩም ብዙሓት ሰባት ነርኩም ከርእኩም ኣዮም ዘፅሐ

ዳንዋይ ማለት ሓድሽ ቦይፍሬንድ እዩ ሓድሽ ኣፍቃሪ እዩ ኣዘታይ በዓት ይወደይ
ዝገርመካ ኣብ መንገዲ ወክ እንዳገበርኩ እዩ ፒክ ገይሩኒ ዝገርም መኪና ነይሩ ዝገርም ኣበይ እየ ነይረኩ ኢለ ንስኻ ግን እስካዕ ሎሚ ብእግርኻ ወክ ትገብር ኣለኻ ማለት ድዩ ኣንዳ ስጋ ሕጂ ብእግሪ ወክ ዝገብር ምክንያቱ ሓዳሽ ኣፍቃሪተይ እሞ ዝኾነት ኣፍቃሪ ስለ ዘላትኒ ቅርፃን ገለ መለያ ከማን ትዝክር ቤስት መሓዛ ከያ እታ ቤስት መሓዛ ክታ ቅርፃ ክፅብቅ መዓት ኣላ ምሽ ክንዲ ገለ ሓምቦፍ ዘለዋ ከማን እዎ ንሳ ምስኣ ጽርግያ ጽርግያ እንዳገበርና ንዕረተይ ከኣ ከሸይፎም ስለ ትደሊ ጽርግያ ጽርግያ እንዳገበርና ኢና ወክ ንገብር ዘለና ስጋብ ሕጂ መኪና የድልየናን ኣይትጥፍኢ በቃ ሰላም ካብ ነየተ ሓድሽ ኣፍቃሪ
ወደ ኋት ጉዳይ ጹም ዳዊ ርጺ ሓምድላ ሪኢኹም ኣለኹም ትቐጽሎ ወይስ እታይ ትሓስብ ሰው ሳዩና ልሓት ስለምንታይ ኣብ ዕለተ ልደተይ ብዙሕ ይሓስብ እሺ
ሎማዓንቲ ናተይ ዓመተይ እዩ ኣዎ እንኳዕ ዝሕካ ብዙሓት ሰባት ኣብ ዓመቶም ክዝናነዩ ክሕጎሱ እንጆይ ክገብሩ እየ ዝሪኦም ኣነ ግን ዓመተይ ክመፅእ ከሎ ናይዞም ሰባት ኣንፃር እዩ ብጣዕሚ ዝናደ ደቃ ሙደይ ሰባራ ኮይኑ እየ ዝና ኣብ ናተይ ዓመተይ መስከረም ሓሙሽተ ተናዲደ ብጣዕሚ ተናዲደ ዝውዕል ከምዚ ቀጻሊ ዓመት ዝመውት ዘሎ ኮይኑ ይስምዓኒ ኣብዚ ዓመት እዚ እዚ ዘይገበርኩ እዚ ሰክሰስ ዘይኮንኩ እዚ ጎዲልኒ እዚ ጎዲልኒ ኢልኩ ሕድሕድ ነገራት ከጻሪ ክጸባጸብ ዝውዕል ኣብ ዓመተይ ኩሉ ሻዕ በቃ ሙደይ ሰባራና ተናይደ ዝውዕል ብዙሓት ሰባት ክዝናነዩ እንጆይ ክገብሩ ይሪኦም ናተይ ግን ኣንጻር እዩ በቃ ዓመተይ ትመጽእ ከላ ከምዚ በቃ ዝኣረኩ ዝሞትኩ በቃ ዝኾነ ነገር ስኬት ዜሳኻዕኹ በቃ ግዜ ዘምለጠኒ ዝኣረግ ኮይኑ ይስምዐኒ እዚ ስምዒት እዚ ኣቢኒ ድዩስ ዋላ ብዙሕ ኣስፋይ ስምዒት ይስማዕ። እሺ ኣሕዋት እዛ ሓውና ዝብለሎ ሰሚዕክሞ ኢኹም ኣብ ብዙሓት ይመስለኒ እዚ ነገር እዚ ብፍላይ ድማ ልደትና ገለ ክኣክል ከሎ ሰምዚ ዕድመና ንኸደ ብዙሕ ነገር ለምለጠናታ እዩ ዝዓመት ዝለይጣኦም ኩሉ ገሌልና ንሓስብ ግን ጌጋ እዩ እዚ ነገር ኣነ ጌጋ ኢል መስለን ምክንያቱ ሲ ኣብዚ ዓመት ትንኽእሎ ነገር እንድሕር ተፈቲና ወይ ድማ ባዕልና ንሕን ፈልጠት ኮይና እቲ ክንገሮ ዝግበአና ነገር እንድሕር ተገይርናስ ካሊእ ዓመት ስለ ዝተወስኸካ ተመስገን ይግበእካ እምበርስ ፀርፀር እናበልካ ምሕላፍ እሞ ከዓ መዓልቲ ልደትካ ዜርዜሩ እንኳዕ ተወለድካ ዝሓወይ ኣይዞኻ ኣይትጨናነቕ ሰው ዝማታዊልና ኣለሕዋት እንታይ ይኾኑ ኣለው ግን

ኣማኒኤል ገጦሞ ሪኢናዮ ናብ መድረኽ ድምፁ ኣብይዎ ነይሩ ኣከቲ ትደብል ድማ ዘመን ከም ትሪእዎ ኣለኹም ኢኹም እንታይ ኮነ ኣለዎ ገሌሉ ሰብ የንፀርፅር ኣሎ ግን ኣየርደኩም እንዲ ማለት ብስራሕ ገለ ክራኸቡ ስለ ዝኽእሉ ሲ ሰዓል ሕሊፍሉ ሓፃር ሻወርሲ ተሓፂበ ኣይፈልጥን እየ ኢሉ። ምናልባት ኣብ ጥስቲ ጥራይ ይሕፀብ ነይሩ ክኸውን ይኽእል እዩ ከምዚ ከማና። ኣነ ሕጂ ንባዕለይ ክሳብ ሃይስኩል ዝበፅሕ ኣብ ጥስቲ እየ ዝሕፀብ ነይሩ። ኣብ ገዛ ይኹን ኣብ ክሽነስ ኣብ ጥስቲ ኢኻ ትሕፀብ። ሽዑ ብሻንኬሎ ትግልብጦ ሽዑ ትደፍኦ ብ ደገ ማለት ኢዩ። ሽቓቕ ስለ ቀልጢፉ ዝመልእ ኩላትካ ተተሓጺብካስ ቀልጢፉ ክመልእ ስለ ዝኾነ። ሕጂ እዛ ናይ ጥርሲ ታይ እየ ድዝክር ኣነ ፍሉይ ማለት ኢዩ ትሕጸብ ከለኻ ብፍላይ ብ ገዛ ተኾይኑ ኩለን እተን ገዛኻ ወጽኣ ምሽ በይንኻ ትተርፍ። ተጠንቀቕ እታ ሓፍትኻ እያ ትብለካ ተጠንቀቕ ኣብታ ናይ ጨርቂ ሳሎን ማይ ተነጥር ከንጥረኪ እያ ገለ ትብለካ በቃ እንዳፈራሕካ እንዳተሸቖረርካ ኢኻ ትሕጸብ ትሕጸብ ከለኻስ በቃ ነዛ ማይ ዓወት ንሓፋሽ ክትደፍኣ ከለኻሲ በቃ ቀስ ጌርካ ከምዚ ኮረው ኢላ ናብ ነብስኻ ከም ትኸይድ ከይነጥር ገለ ብድሕሪኡ ምስ ወዳእካ'ዩ ዘሎ እቲ ዝኸበደ ስራሕ እታ ዝኸበደት ኣብኣ'ያ ምስ ምስ ወዳእካ እቲ ሕጻብ ማይ ናትካ ኣብቲ ጥስቲ ዘሎ ናብ ሻንኬሎ ክትግልብጦ ከለኻ በቃ ብጣዕሚ ጥንቃቐ ዘለዎ ኢዩ ኣነ በዝን በዝን ኢየ ዝሕዞ ኔረ እቲ ጥስቲ በቃ ዓቕምኻ የለን ገለ ሽዑ ከኣ ክንደይ ኢና ኔርና ቀጥቀጥቀጥቀጥ ተደፊእካ'ያ መዓልትኻ ተደፊኡ ክውዕል እታ ገዛ ተኺዕካ'ያ ኣኺልካ'ዩ ቀጥቀጥቀጥቀጣ ትወጽእ ኣሎኻ ካልእ ስቴፕ ሻንኬሎ ሒዝካ ከኣ ትወጽእ ኣብ ደገ ጸንሓኻ ርእዮ ብሎ ሻንኬሎ ምሽ ኣታ ረሳሕ ጋዕጋዕ ቶጓር ታይ ኢልካ ኣይትሓፀብ ካብ ቀንዲካ ከይትሕፀብ ተለሚንካ ኢካ ትሕፀብ ሽዑ ኣይትሕፀብን ኢካ ደገ ደገ ትውዕል ገለ ትንእስነት ኣሎ ገለ ኣብ ሰሙን ኣብ ክልተ ሰሙን ኢካ ትሕፀብ ትኽኽ ኢካ ተብለን መቸም ኩላህና ትኸኽ ኢልና ነይርና ትኸኽ ኢልና ቢኒያም ዞም ስድራና ኣብኡ ግን ጣዕሚ ነይርዎ እቲ ትኸኽ ሲ ጣዕሚ ነይርዎ ይፈትውዎ እዮም ኣብዚ ደለው ትኸኽ ደብልዎም ነዞም ስድርኦም እዮም ከቢድ ምክንያቱ ፖሊስ ኣሎ ገለ ኣሎ ሽግር እዩ ኣብኡ ግን ተብዚዕኻ ሞኾስ ዝስበር ኣብ ርእስኻ ገለ ኮሚዩ ነይሩ ርእሱ ድኻ ጠዓሚ ነይርዎ በቲ ሓደ ወገን ከኣ ዳርጋ ሜንታል ኣቢዩዝ እዩ ነይሩ ክትብሎ ትኽእል ኢኻ ብዝኾነ ናይ ጥስቲ ዝኽሪ ዘለኩም ሰባት ኣለኹም ዲኹም? ኣለና ኣለና ኣረ ናበይ ክንኸድ ማለትሲ ዋላ ሰሙን ሓደ ሻዕ ትሓጸብ ዋላ ክልተ ሰሙን ሓደ ግዜ ትሓጸብ ብዘየገድስ ኩለን ዘን ትሕጸበለን ግዜታት ግን ብሓይሊ እየን ነይረን ኣሕዋት እሞ ከኣ ዓወት ንሓፋሽ ምጃ ጌርካ ምጸብልካ ግምጥል ናይ መርዓት ናይ ምርጫ ግስገሳ ክትምርዖ ደልያ ስኢነ ምርጫ ግስግሳ ትገብረላ እስቲ። ዊት ምስ ትኸውን ሰበይትኻ መዓልታዊ ዝቐርቡልካ ዓይነታት ምግቢ ፓርት ዋን እሺ ቁርሲ ገዓት ገዓት ናይ ፊኖ ገዓት ናይ ጣፍ ደስ ዝበለካ እሺ በስመኣብ ምሳሕ ጥሕሎ ዓጋመ

ትሰቲ። ድራር በብዓይነቱ ናይ ጾም ተደሊካ ናይ ስዕረት እዚ ናይ ጾም እዩ ሕጂ ረኣይዎ ኩሉ ዓይነት ኣለዎ ኣልጭኡ ሽሩኡ ባሚኡ ሰላጥኡ ዋይ ሓምሉ ታይ እዩ ዝኩሉ። እ እ ድንሹ ካሩቱ ኩሉ ዓይነት ቀይሱሩ ከምዚኣ ገርካ እንዳተኮለስካ ትበልዕ ምሸት በስመኣብ። ቅድሚ ናብ ዓራት ምድያብካ ቅድሚ ምድቃስካ ቅቅል ናይ በጊዕ ስጋ ናይ በጊዕ ሃክሊ ዓጽሚ ስጋ ዘለዎ ጌርካ ምስ ጠስሙ ቅቅል በሊዕካ በጥ እዚ። ጽቡቅ እዩ ማለት ቅቅል በሊዕካ ናብ ስራሕካ ታቱ። ግን ኣሕዋት ኣነ ሓንቲ ሕቶ ኣላትኒ ብፍላይ ድማ ነታ ሓፍትና ሲ ጎረቤት ምዃን ከይከኣል ድዩ ምሳኹም ማለት ከይትምርዐይ ሞስ ንሕና ጎረቤት ንኾን ካብኡ ኣብቲ ምግቢ ተበልዕሉ ሰዓት ምሳኹም መፂና ንብልዕ እዚኣ ጽብቕቲ ሓሳብ ምስቲ ኣሕዋት ኣብዚ ድማ ተሪና ኣሎ እቲ ዝኸፍኣ መቕጻዕቲ ንህጻናት። ነሹ። ትፈልጡ ዶ እቲ ዝኸፍኣ ኣቀጻጽዓን ዝኸፍኣ ኣተዓብያን ምኻኑ ሓደ ቆልዓ ምስ ዝርብሸካ ወይ ከኣ ዝኾነ ጌጋ ምስ ዝገብር ከም መቕጻዕቲ ኢልካ ኣብ ጸልማት መደቀሲ ክትዓጽዎ እንከለኻ ኣብ ጽልመት ጥራይ ውን ዘይኮነ ዋላ ብርሃን ኮይኑ ንዝተወሰነት ሰዓታት ኣብዚኣ ኮፍ በል ካብዚኣ ከይትወጽእ ካብዚኣ እንተ ወጺኻ ከኣ ዝገብሮ ነገር ኣለኒ ኢልካ ኣፈራሪሕኻ ክትዓጽዎ እንከለኻ እዚ ዓይነት ኣቃጻጽዓ እዚ ነቲ ቆልዓ ብዙሕ ጸገማት እዩ ዝገብረሉ ካብቶም ጸገማት ናይ ጭንቀት ጸገም ይገብር ከምኡ ከኣ ናይ ድቃስ ጸገም ለይቲ ብብዝሒ ግዜ ይብህርር ክድቅስ ኣይክእልንዩ ኣብ ሕልሙ ብዙሕ ሕማቅ ነገራት ስለ ዝረኣዮ ከምኡ ከኣ ኣብ ገዛእ ርእሱ ዋላ ሓንቲ ተኣማምነት ዘይብሉን ድሁል ቆልዓ ኮይኑ ኣብ ልዕሊ ስድራቤቱ ከኣ ዋላ ሓንቲ እምነት ዘይብሉን ፍቕሪ ዘይብሉን ቆልዓ ኮይኑ ይዓቢ ማለት እዩ። ሓደ ቆልዓ ፍቕርን እምነትን ኣብ ልዕሊ ስድራቤቱ ዘይብሉ ኮይኑ ክዓቢ እንከሎ ከኣ ብዙሕ ጸገማት እዩ ዝመጽእ። እዚ ኣቀጻጽዓ'ዚ ቀደም ይጥቀሙሉ ነይሮም እዮም ሕጂ ግን ተሪፉ እዩ ምኽንያቱ ኣብቲ እዋን ንሱ ብዙሓት ቆልዑ ጸገማት ይገብሩ ነይሮም። እቲ ጸገም ካበይ እዩ መጺኡ ኢሎም ሓካይም ምስ ተመራመሩ ግን እቲ ጸገም እዚ ዓይነት ኣቀራርጻ ኮይኑ ጸኒሑ ማለት እዩ። ዝተፈላለየ ቅዲ ናይ ኣተዓብያ ቆልዑ ኣሎ። እዚ ቅዲ እዚ እንታይ ይበሃል? ምልካዊ ቅዲ ኣተዓብያ ቆልዑ ይብ። እቲ ምልካዊ ኣተዓብያ ቆልዑ ዝበሃል ሚቶደ እቲ ዝኸፍእ ኣተዓብያ ሚቶደ ምዃኑ እየ ኣነ ዝኣምን። ምኽንያቱ እቶም ቆልዑ ተጸቒጦም ተወጺዖም እዮም ዝዓብዩ። እንድሕር ድኣ ስድራቤት እንተሃሊኡኩም ብፍላይ ከኣ ሲንግል እንተኮንክን ደቅኩም እንታይ ዓይነት ጌጋ ምስ ተጋገዩ'ዮም እንታይ ዓይነት ኣቀራርጻዓ ክትቀጽዎም ትክእሉ ዘይትፈልጡ እንተኮንኩም ንዓይ ብውሽጢ ጸሓፉ። እሺ ኣሕዋት ቪድዮ ምስ ሰማዕናዮ እዩ ሓቂ እያ እዛ ሓፍትና ማለት ቁልዑ ሲ ኣብ ገዛ ዓጺኻ ምቕጻዕ ገለመለ ካብ ሕማቕ ክኾን ይኽእል እዩ ከምዚ ዝተዛረበቶ ግን እዛ ሓፍትና ታዲያ ረሲዓ መሲልኩም እንታይ ኸ ክቕፅዖ ኣለዎ ማለት ቆልዓ ክቕፅዕ ኣለዎ ግዴታ እዩ ንድሕር ዘይተቐፅዑ ተዓብዩሲ ከቢድ እዩ ኣድላ እዩ ሓደ ሓደ ግዜ ሓደ ሓደ ግዜ ማለት እዩ ግንሲ እንታይ እንታይ ኸ ብኸመይ ጌርና ተንቐፅዖም ኢልኩም ትሓስቡ ንደቅናሲ ንቐፃሊ ምውላድና ስለ ዘይተርፍ ንሕና ውስ ተዓንተ ቅጣፃዕ ክነቐፅዕ ኣለና ኢልኩም ትሓስቡ

ሽሮይ ሽሮይ ኣይትጥፍኢ ሽሮይ ኣይትጥፍእኒ ዝሓወይ ኣይተማርር ኣይተማርር ማለት እሳ እውን ዝሰኣነ እኮ ብዙሕ ኣሎ እዛ ሽሮ ሰኣና እውንስ ብዙሕ ኣሎ ግን ናትኻ ንእሽተይ ትሕዝ እንታይ ድያ ኣብ ድራር ፆም ምዃና እኮ እያ ኣብ ድራር ፆም ውስ ኣብ ልዕሊ ሽሮ ኣብ ልዕሊ ድራር ፆም ተደራሪብካ ሕጂ ፍሉይ እያ እታ ጋይ ስለ ድመፁኒ ፍሉይ መግቢ ክትሰርሐለኪ በቃ
ፍሉይ መግቢ ንቆሚ እየ ምፅአኪ ተጠልያ ናተይ ኮኮ ስለ ገይሹ ደሎ ኣዚኣ ስቂ ኣክንድኡ ኮንኪ ኣጋይሸይ ተቀበልለይ። ድሓን ጸገም የለን እንታይ እንታይ ዶ ክሰርሕ። በቃ እቲ በጊዕ ኣብ ፎርኖ ትገብርዮ እታ ደርሆ ኣሮስቶ ትገብርያ ሓደራ ክነጠባሓይ ከይፈላልያ እታ በጊዕ መዓንጣ ኣውጽ። ኣብቲ ሽሮ በሊዑ የንጸርጽር ኣውዚ ደርሆ።

ከምዚ ሓማት ማለት እዩ እምበዓል ጎፊዮ ናብ ላዕሊ ቁና ተሰሪዑ። ጌዕሪ ክሕማ ኮይነ ኣብቲ ጥቓ ካልሰይ ናይ ቀደም እተሰጥሓ ቋንጣ ኣለዋ ስልሲ ሰሪሕኪ ኣብኣ ከምዛ ሊብቶ ነእቲኺ ኣውጺኺ ፈታፊታት ኣሎ ኣኸኺ።
ግን ከም ኣዘራርባኻ ብጥዑም መግቢ ዝሓለፍካ ኢኻ ትመስል። እዝጊ ፍለጠኪ ኣነ ፍሊጶስ በዓል ደብሪ ሕኪ ኣምጺኺ ሕጂ ዕላል ግዲ ኣምጺኺ ብሓቂ ኣትተዓባብያይ ኮይኑ ብኡነት ኣነሲ ከምዛ ሕጂ ኮይኑ ተሰሚዑኒ እዞም ስድራይ ጽኑዕ ርጎጽ መቸም። ኣተዓባብያይ ንስኹም ምሽ ንብሽኮቲ ብ ዓመት ሓንሳብ ኢኹም ትርእይዎ ኣነ ብብሽኮቲ ቡቻ እጻወት ኔረ ሓደ ሰራሕተኛ ይሓዝለኒ ኣካታት ቡቻ ንጻወት ኣቲ ተዓባብያይ እኮ ዲ ብቋንጣ እኮ እየ ዝእሰር ድሕሪ ኣምሲ ኦቶ ብ ገዛና ብቋንጣ እየ ዝእሰር ኣብ ፓስታ ከኣ እንብርከኽ ኔረ ከይ ርብርብ ኢለ ሕሉፍ ሓሊፎምሲ መዕለሊ ኮነና ብእውነት ይመሃረልኪ ኔረ ስቶም ኣነ ርብሽምሽ ውዑይ እየ ኔረ ብንእሽተየይ ሕጂ እዞም መማህራን ከይሃርሙ ተሰኪፎም ሃፍታም ኣይውቃዕን ነይሩ ሽዑ እንታይ ኢና ንገብሮ ኢሎም ምስ ስድራይ ምስ ሓተትዎምስ ትምህርቱ ቅጽል ስለ ዘሎ ዋላ ድቕጥቀጠሉ ሰራሕተኛ ክንምድብ ኢሎም ኣነርብሽ ኣብ ኣፍ ደገ ጸንሕ ትድቕጥቀጥ ንዓበሎም በለዎ መጺ ቅጥቀጥ ስራሕ ከም ውዒል ተልካያ ተቐጥቃጣሽ ጽቡቕ ተቐጥቂጠ ብለክ ትባል ሓሊፉ ኣብ ሙሉ ዓለም ከማይ ዝዓበየ ድሕር ኣሎ ኮይኑ ሓሶት ዝሓወይ ከማኻ ዝዓበየ የለን ሓቂ ምዝራብ ከማኻ ዝዓበየ የለን ግን ኣሕዋት ኣይዲመስለኩም እዚ ረኪብካ ኣይትሰኣን ክበሃል ሰምዚ እዩ ማለት ዝሓውና ትሪእዎ ኣለኹም ብቆልዑ ንብስኮት ሲ ከም ኩዕሾ እናተፃወተ እዩ ዓብዩ ህዚ ግን ትሪኡ ኣለኹም ብስኮት መግዝእ ስኢኑ ሪኢኹም ረኪቡ ስኢኑ ብጣዕሚ ልሕዝን ካብ ከምዚ የድሕነና ንቐሶ ዝድማት ኣለና ኣሎ እዛ ደርፊ ከመይ ረኪብኩማ እሺ
ናይ ሕቆ እባ
ፈቲናያ ፈቲናያ ብጣዕሚ ፈቲናያ ግን ኣነ ደጋጊመ ክሰምዓ ስለ ዝደሊ ርእሳ ተፅሕፉለይ ደስ ይብለኒ እስቲ ትፈልጥዎ ተሃሊኹም ኣብ ኮመንት ርእሳ ፅሓፉለይ ክሰምዓ ብደፊ እሽሖት ካብዚ ምቕፃል ድማ ኣብ ስታይልና ኣለዉ ግመ ዝኾነት ሓሶት እሺ ነም ትሕት ሰጥ
ውይ ነፂ እንዲ ደኣ
እዚ ዲ ደኣ ንሱ
እምባ ወይ ወደይ ኣቲ ከመይ ዝበለ በፅሒ እኒ ክኣ ትፃወትሉ ዘለኺ ነፂ ከመይ ውዒልካ ማዕረ ተኽለ መሓን ዶ ውዒልካ ከመይ ውዒልኪ ማማ ከመይ ኣለኺ ውዒልካ እግዚኣብሔር ይመስገን እንዶ ውዒልካ ኣንታ ብሩኽ ወደይ ብወረ ጥራይ እታ ስምካ ኣፅንዒና እያ ሎሚ ጽባሕ ከላልየኪ እንዳበለትኒ ከመያለኽን ጥዕና እግዚኣብሔር ይመስገን እግዚኣብሔር ይመስገን ዘደይ
ኣብዚ ከባቢ ኣለኹ ምስ በልካን እንዴ ምስ ማማ ሰላም ዘይበሃሎም ኢለ ጸውዐካ ጽቡቅ ጌርኪ ወኸለና ከኣ ተላሊና እንተ ሓደ መሓዛይ ተላልየ ኣለኹ ምስ በለትኒ ሲ ግርም ኢለኒ ምስ ወዲ ከተዕልል ካብዚ ንዓሰብ ብእግርኺ ተላኢኺ ክምጽ ክትብሊ እያ ትመርጽ ኣቲ ማማ እንታይ ከም ዝገበርካላስ ማማ ትብለኒ እዬ ንሓደ ወዲ ተፋሊጠ ኣለኹ ዋእ ኣነ ኸኣ በቲ ኢንተርነት ዲኹ እንደ ተፋሊጣ ኮይና ኢለስ በቲ በቲ እንታይ ኢኻ ትብሎ ኣሃ ፈይስቡክ ብኡ እንዲቲ ትብጻሕኩም ዝካየድ ደሎ ኣነ ኸኣስ ብኢንተርነት ደኣ ተላሊኺ ኢኺ ኣይኮንኩ እንታይ ደኣ ብኣካል ንዓይን ሉዋምን ግን ኣምላኽ የራኺብና። ጽቡቕ ጽቡቕ ኣነ እኳ ሕጉስቲ እየ ክርእየካ ከለኹ ውን ጥዑይ ኢኻ ትመስል ዘለኻ ማራ ጥዑይ እዩ።
ኤእ ክንዲ ሉዋም ግን ኣይመጽን እዩ። ጓላ ኮይና እታ ደኣ ከይትብለኒ እምበር ሓደ እዋንሲ ካብ ትምህርቲ ተፈዲሳ እናመጸት ዓይና ክሳዕ በርበረ ዝመስልሲ ብምኽያድ ጽጥ እዋ ኣንቲ እንታይ ኮንኪ ኣስክት በሊ ንዕንጀራ ብልዒ ዕጭ እወ እንታይ ደኣ ጨኒቕዋ ኢለ ናብታ መሓዝኣ ተኸድኩስ፣ ኣይ ሓደ ወዲ ሰፈራ እንድዩ ከምዚ ገይሩ ብመንኮባ ተሓዛስ ሒዝካኒ ኢላስ ብብኽያት ክትምውደል'ያ ትብለኒ።
ምዝቲ ጓል ገይሩ ሂቡኒ ወደይ ንኣምላኽ ኣነ ኣመስጊነ ኣይጸግቦን እየ። እሞ ተኽለ ንዓ ከይንሕዘካ ንስኻ ስራሕካ ኺድ። ኣብ ቅድሚ ስራሕ ኣይትጽናሕ እዩ። ሓደ መዓልቲ ከኣ ገዛ ሒዛትካ ትመጽ እሞ ሓደ ቡን ንሰቲ። ደስ እንዳ በለኒ ጽቡቅ ሌላ እሞ ማማ። መን ኢኻ ዝበልካኒ ስምካ?
ተኽለ። ዋይ ጥዕምቲ እሶ እዞም ደቂ ሎሚ እዮም ከም ገለ እምበር እዞም ካብ ተኽለ ንቕድሚት ዘለኹም ጥዑያት ኢኹም ጥዑያት ኢኹም ንስኻትኩምስ በል ጥዕምቲ ቡን ገይረ ክዕድመካ እየ ገዛ ሕራይ ሕራይ ዝወደይ ሂደበል እሸዋት እዛ ቪድዮ ምዝረናያ ግን ኣበይ እዩ ዝሕሶት ኣይተረደእንን ኣብዚ ፅሑፍሲ ግመ ዝኾነት ሕሶት እዩ ነይሩ

ንስኻትኩም ሲ በቃ ሌጀንድ ኢኹም ሌጀንድ ስትፈልጦ እታ ገማ ኮመንት ጸሓፉልና ንቐጽል። ሰባት መታን ክፈትዉኻ ኢልካስ ነዞም ሰለስተ ጌጋታት ኣይትግበር። ቀዳመይቲ፣ መግለጺ ኣይተብዝሕ። መግለጺ ወይ ከኣ መብርሂ ተብዝሕ እንትኾንካ ጎደሎ ከምዘለካ ከተነጽር ትፍትን ኣለኻ ማለት እዩ። ብኣንጻሩ ርእሰ-ታማነት ምስ ዝህልወካ ግን፣ ሰባት ካብ ዓወታትካን ውድቀታትካን መን ኢኻ ክግምግሙ ትገድፈሎም ኣለኻ ማለት እዩ። ንኣብነት ሓደ ዓርክኻ ሎም መዓልቲ ዘይንራኸብ፣ ገዛ ዘይትመጽእ ኢሉ እንድሕር ደኣ ሓቲትካ ብዙሕ መግለጺ ምሃብ ዘድልየካ ኣይኮነን። መደብ ኣለኒ ኮይኑ እኳ ይጥራሕ እኹል እዩ። ካልኣይቲ፣ ሰባት ክግደሱልካ ኣይትጽዓር። ስራሕካ ኣብ ነብስኻ ጥራሕ ምስ ዝኸውን ሓይልኻ ብግቡእ ኢኻ ትጥቀመሉ። ካልኦት ከጣቕዑልካ ምስ ዝደሊ ግን ንስኻ ንህይወትካ ኣብ ቦትኦም ኣእቲኻ ትሪኣ ኣለኻ ማለት እዩ። እዚ ከኣ ዓቢ ጌጋ እዩ። ሳልሰይትን ናይ መወዳእታን፣

ኣቲ ገጽኺ ኮለንድሪ ደሎ ካልእ ዝረየን ነገር ኣሎ ለዓለ ሓቡብ ኣቲ ጠጠበል ጥራይ ኣይብልን ኣታ
ኣንቲ ጣዕሚ ተፈጥሮ ይህዋ እንዳ ኣንቲ ስኽሲ ገጽኺ ዋላሲ ዋላ ግማሽ ገጽኺ ተትኾንሲ እንታይ እየ ዝጎደለኪ ደሎ እዩ
ፊልተር ዘጸባቕ ናይ ብዘይ ፊልተር
ዋእ ብዘይ ፊልተር ብዘይ ፊልተር ኣይትናደድ ኸኣ ኣይትሕረቕ እባ ታዕሪቕ ግዳም እንታይ እሺ ኣሕዋት እስካብ ዝምቐጻል ድማ ናብዚ ማሕበራዊ ሚድያ መዘራሪ ትብሉ ነገራት ክወስደኩም እስኪ ብዚ ቪድዮ ዝንጀምር እቲ ዋና ወይ ድማ ቀንዲ መበገሲ ናይዚ ግፋ ኣብዚ ዓመት እዚ ከምቲ እንዳሰማዕናዮ ዝነበርና ጉዳይ ቀይሕ ባሕሪ እዩ። እዚ ጉዳይ እዚ ካብ ዝለዓል ጀሚሩ ዓብዪ ዝኾነ ጸቕጢ ኣብ ልዕሊ ኤርትራውያን ክበጽሕ ጀሚሩ እዩ። ሕጂ ድማ ኣብዚ ሰሙን እዚ ዝስማዕ ዘሎ እኒ በዓል ስነ ጥበባዊት ኣድያም ስብሓቱን ካልኦት ንዓኣ መሰልቲ ኤርትራውያን ግን ድማ ኣብ ሚድያ ዘይፍለጡ ግን ድማ ኣብ ስራሕ ብጣዕሚ ዓብዪ ትካል ዘለዎም ኤርትራውያን ምስኣ ብሓባር ተኣሲሮም ተወሲዶም እዩ ዝበሃል ዘሎ። ሕጂ ከምቲ ኩላትና ንፈልጦ ኣድያም ናይ ፋሽን ወይ ድማ ናይ ክዳን ዲዛይን ትካል ኣለዋ። ኣብዚ ትካል እዚኣስ እናሰርሐት ናብራኣ ትመርሕ ደቃ ትመርሕ ማለት እዩ። ስለዚ ሕጂ እቲ ዝሰሚዑ ዘሎ ሓበሬታ ካብቲ እትሰርሐሉ ህንፃ እዮም ፖላይስ መጺኦም ወሲዶማ። እሺ ኣሕዋት ናለማዓንቲ ዶንያ ነዚ ይመስል ነይሩ ክሳብ ዝረኹ ምሳት ተሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቐጻሊ ብኻልእ ቪድዮ ክሳብ ንራኸብ በብዘለኹሞ ሰላም ኩንለይ ይመችኹም።